ሰላም ኣብ ዘለኹሞ ሰላም ቅንያ ክትኮኑ ተስፋ ይገብር ሎማዓንቲ ሓደ ኣዝዩ ኣገዳሲ ዝበልኩ ኣርእስቲ ሒዘ መፅ ዘለኹ ንሱ ድማ ክሬዲት ስኮር ክሬዲት ስኮር ከመይ ገይረ ክዕብዮ ክሬዲት ስኮር ተባላሽዩ ድዩ ክሬዲት ስኮር ከንታይ እዩ ከመይ ይሰርሕ ከመይ ገይረ ክዕብዮ ዝኽእል ባንኪ ከይደ ልቓሕ ሓቲተ ዲክላይን ገይሮምኒ ናይ ማኪና ዕዳ ሓቲተ ኢንተረስት ሬት ሃይ ኢሎምኒ ዝብሉ ማእለያ ዘይብሎም ኩሉ ግዘ ኣብ መዓልታዊ ሓደ ካብቲ ኣብ ስራሐይ ብብዙሕ ግዘ ዝሕትተሎም ሕቶታት እዮም ማለት እዩ። እምበኣር ኣብዚኣ ቪድዮ እዚኣ ከኣ ብመጀመርታ እንታይ እዩ ክረዲት ስኮር ብፍላይ ኣብ ካናዳን ኣሜሪካን ንነብር ከምኡ እውን ኣውሮጳ እውን ኣገዳሲ እዩ ቲንክ ሲሚላር ኢለ ዝኣምን ቀዳማይ እንታይ እዩ ክረዲት ስኮር ካልኣይ ከመይ ይሰርሕ ሳልሳይ ከመይ ጌርና ኢና እቲ ክሬዲት ስኮር ናትና እንድሕር ተባለሽ ኮይኑ ከመይ ጌርና ከነዕብዮ ንኽእል ራብዓይ ድማ ከመይ ጌርና ኢና ፍሪ ቸክ ንገብሮ ወርሓዊ ድዩ ቸክ እንትገርናዮ ኸ ከመይ እዩ እንታይ እዩ ኣፌክት ዘምፃልና ዝብሉ ኩሎም እዚኦም ብከፊል ናይ እዚኦም ሕቶታት ክንምልስ ክፍትን እየ ማለት እዩ ሰላምታ ይረስዓኹን ኣብ ዘለኹሞ ሰላም ቅኒኹም ክትኮኑ ተስፋ ይገብር እቶም ሓደሽቲ ዝኾንኩም ፕሊዝ ሳብስክራይብ ገሩ ቅድሚ ናብ መግለፂ ምእታወይ ከዓ ነዚኣ ቪድዮ ላይክ ብለዋ እሞ ከምኡውን ኮመንት ፀሓፉ ሕቶኹም ወይ ድማ ርእይቶኹም ከዓ እንድሕር ኣለኩም ኣብ መወዳእታ ናይ ኩላኹም ኣትየ ክምልሰ ብሓደ ሓደ ሓደ ብሓደ ክምልሰልኩም ክፍትን እየ ኣብ ኮመንት ሴክሽን ኣትኹም ዘለኩም ሕቶ ወይ ተመክሮ ወይ ድማ ገለ ካብቲ ዝጠቐመኩም ነገራት ቅድሚ ሕጂ ኣብ ኮመንት እንድሕር ኣስፊርኩምለይ ዳውድ ቢ ኣውሰም ማለት እዩ ንካልኦት ሰባት እውን ክሕግዝ እዩ ማለት እዩ ከም ኩሉ ግዜ ከዓ ስለቲ ትገብሩለይ ምትብባዕን ደገፍን ከዓ ካብ ልቢ የመስግን ማለት እዩ ስለዚ ለት ጌድ ናብታ ቪድዮ ማለት እዩ ሰብ መጀመርታ እንታይ ክሬዲት ስኮር መቸም ኣብ ካናዳ ትነብር ንሕር ኮንካ ወይ ድማ ኣብዚ ምዕራባውያን ንሕር ትነብር ኮንካ ኩሉ ግዜ ሕብርኻ ጨጉርኻ መልክዕኻ ኣቃውማኻ ወይ እንተ ክንደይ ገንዘብ ኣለካ ኣይገድሶምን እዩ። ኣብ ባንክ ምስ ከድካ ዕዳ ወይ ልቓሕ ደሊኻ ሞርጌጅ ክትገዝእ ወይ ማኪና ክትገዝእ ወይ ድማ ዝኾነ ገንዘብ ኣድልይካ ኣብ ኣብ ባንክ እንድሕር ከይድካ ቀዳማይ ዝሓቱኻ እንታይ እዩ ክረዲት ስኮር ናትካ እዮም ቸክ ዝገብርዎ ማለት እዩ። ክረዲት ስኮር ማለት ከ እንታይ እዩ እንተልኩምኒ ብሕጽር ዝበለ ጠባያት ናትካ ወይ ድማ ባህሪኻ ኣብ ገንዘብ ከመይ ኢኻ ንስኻ ከመይ ዓይነት ሰብ ኢኻ ኣብ ገንዘብ ኣተሓሕዛ ማለት እዩ። ብዙሕ ሰብ ይሓዋውሶ እዩ ክረዲት ስኮርን ክረዲት ካርድን። ክረዲት ካርድ ሓደ ካምፕኒ ወይ ድማ ሓደ ናይ ልቓሕ ካምፕኒ ከይኑ ወይ ድማ ናይ ልቓሕ ኣካይዳ ከይኑ ካብ ባንክ ክትልቃሕ ትኽእል ኢኻ ካብ ካልእ ካልእ ካምፓኒታት ክትልቃሕ ትኽእል ኢኻ ማለት እዩ ክሬዲት ስኮር ግን ብምሉእ ኢንታየር ናትካ ሲስተም ወይ ድማ ናትካ ኣተሓሓዛ ገንዘብ ወይ ድማ ኣብ ገንዘብ ዘለካ ኣካይዳ ከመይ እዩ ጠባይካ ኣብ ገንዘብ ብሓፂሩ ቀጢን ዲኻ ውዑይ ዲኻ ህውኽ ዲኻ ርጉእ ዲኻ ንፉዕ ዲኻ ከመይ ጠባይካ ኣብ ገንዘብ ክገልፁልካ ወይ ድማ ክፈልጡኻ እንድሕር ደልዮም እንታይ እዮም ዝገብሩ ክረዲት ስኮር ናትካ ቸክ ይገብሮ ማለት እዩ ወይ ድማ ነጥብኻ ክንደይ እዩ ክንደይ ነጥቢ ዘለካ ማለት እዩ ብኡ መጠን ሽዕኡ ምክንያቱ ይፈልጡኻን እዮም እንታይ ትነብር ኣበይ ትነብር እንታይ ትገብር ኣይፈልጡኻን እዮም ብኡ መጠን ግን እንታይ ይገብሩ ከለቅሑኻ ከሎ ማለት እዩ ንበል ንምሳሌ ኣነ ዘይትፈልጡ ንሰብ ምፅ ኢለ ሎማዓንቲ ገንዘብ ኣለቃሓኒ እንድሕር ኢልኩም ሓደ ሰብሲ ከተለቅሖ ይትኽእል ኢኻ ማለት እዩ ንሓደ ትፈልጦ ሓዳር ዘለዎ ሰብ ወፊሩ ዝኣቱ ሰብ ኣብ ጥቓኻ ቆልዑት ዘለዎ ንሑር ኮይኑ ሰለ ትፈልጦ ከተለቅሖ ዘሎ ተኽእሎ እንታይ ብዙሕ እዩ ምክንያቱ ክመልሰልካ ሰለ ዝኽእል ማለት እዩ the same thing ኣብ ክሬዲት ካርድ ከዓ ወይ ድማ ኣብ ዝኾነ ልቓሕ ክንሓትት ከለና እቶም ካምፓንታት ስለ ዘይፈልጡና ቅድሚ ሕጂ ከመይ ነይሩ እገሌስ ከመይ ኣይ ነይሩ እገሊት ከመይ ኣይ ነይራ ኣብ ኣካፋፍላ ሰዓቶም ይኸፍሉ ነይሮም ዶ ሰለቅሖ ይመልሱ ነይሮም ዶ ኢሎም ዝከታተልሉ ወይ ድማ ንዓና ንዓይን ንዓኹምን ኣይደንቲፋይ ዝገብርዎ ክፈልጥሉ ወይ ድማ ክፈልጡልና ዝኽእሉ ኣገባብ እዩ ማለት እዩ ስለዚ ክሬዲት ስኮር ኢዝ ቨሪ ኢምፖርታንት ኣብ ካናዳ ካብ 3 ሚእቲ ክሳብ ትሽዓተ ሚእቲ እዩ ዝበፅሕ ማለት እዩ ነጥቢ ማለት እዩ ካብ ሰለስተ ሚእቲ ክሳብ ትሽዓተ ሚእቲ ኣብ ዩናይትድ ስቴትስ ግን ኣብ ኣሜሪካ ንሕር ግን ካብ ሰለስተ ሚእቲ ክሳብ ሸሞንተ ሚእትን ሓምሳን እዩ ማለት እዩ ሶ ሰለስተ ሚእቲ ክሳብ ሽዱሽተ ሚእትን ዕስራን ዘሎ ኣዝዩ ሕማቕ ወይ ድማ ብክሬዲት ካርድ ዝኾነ ነገር ንሕር ነጥብኹም ከምሉ ኮይኑ ብዝያዳ ዳሕራይ ክንሪኦ ኢና ከመይ ጌርካ ትዕብዮ ዝብል ግን ካብ ሰለስተ ሚእቲ ክሳብ ሽዱሽተ ሚእትን ዒስራን ወይ ድማ ክሳብ ሽዱሽተ ሚእትን ሰላሳን ከባቢ እንድሕር ኣሎ ኮይኑ ክረዲት ስኮር ናትኩም እዚ ማለት ጽቡቕ ኣይኮነን ጽቡቕ ኣይኮነን ወይ ድማ ዝኾነ ካምፕኒ ከለቃሕካ ኣብ ዝሓስብሉ ግዜ ኦ ኖ ኖ ኖ እዚ ሰብ እዚ ገለ ጸገም ነይርዎ ቅድሚ ሕጂ ኢሉ ስለ ዝኣምን ኣይለቃሕካን እዩ ወይ ድማ ከለቃሕካ እንተኾይኑ ከኣ ካብቲ ዘሎ ዕዳጋ ዕጽፍታት ገይሩ ወለድ የለቅሓካ ማለት እዩ። ንኣብነት ብክልተ ፐርሰንት ክትልቀሖ ዝግበኣካ እንተኾይኑ ምናልባት ብዓሰርተ ሓሙሽተ ፐርሰንት ወይ ድማ ብዕስራ ፐርሰንት ገይሩ የለቅሓካ ማለት ስለዚ በዚ ከኣ ትህሰ ኣለኻ ማለት እዩ። ካብ ሽዱሽተ ሚእቲ ሰላሳን ክሳብ ሽዱሽተ ሚእትን ሰማንያን ትሽዓተን ወይ ድማ ክሳብ ሸውዓተ ሽዱሽተ ሚእትን ሰብዓን ዝበጽሕ እንድሕር ኮይኑ ከኣ እዚ ደሓን እዩ ፌር ወይ ድማ ርትዓዊ ይበሃል ማለት እዩ። ካብ ሽዱሽተ ሚእትን ተስዓን ክሳብ ሸሞንተ ሸውዓተ ሚእትን ዕስራን ከባቢ ዘሎ ከኣ እዚ good ወይ ድማ ጽቡቕ ተባሂሉ ዝጽዋዕ ማለት እዩ። ካብ ሸውዓተን ዕስራን ክሳብ ሸሞንተን ሓምሳን ዘሎ ከኣ እዚ ኣብ ኣሜሪካ ብፍላይ excellent ወይ ድማ ኣብ ጽቡቕ ኣቃውማ ዘሎ ሰብ ይበሃል ማለት እዩ። ስለዚ ክንደይ ከም ዘሎ ብግብእ ብግቡእ ክትፈልጥዎ ክትክእሉ ኣለኩም ማለት ክሬዲት ስኮር ናትካ ሎማዓንቲ ክንደይ ኣሎ እንድሕር ዘይፈሊጥካዮ ክትቅጽል ኣይትኽእልን ኢኻ ማለት እዩ። ሓደ ካብቲ ዝበዝሕ ግዜ ሽግራት ዝገጥመና ንዓና እንታይ እዩ ንሕልኩምኒ ኣበይ ከም ዘለኻ ዘይምፍላጥ እዩ። ብልክዕ ኣበይ ከም ዘለኻ እንድሕር ፈሊጥካ ናበይ ከም ትኸይድ ክትፈልጥ ትኽእል ኢኻ። ኣበይ ከም ዘለኻ እንተ ዘይፈሊጥካ ግን ናበይ ከም ትኸይድ እውን ክትፈልጥ ኣይትኽእልን ኢኻ ማለት ስለዚ ክረዲት ስኮር ከምዚ ይመስል ወይ ድማ ከምዚ እዩ ማለት እዩ። ስለዚ ኣገዳስነቱ ክሳብ ክንዲ ዝንሕር ኮይኑ ምስ ክሬዲት ካርድ እንታይ ዝፈልዮ? ክሬዲት ካርድ ማለት ንበል ንምሳሌ እስኻ ወዲ ኢኻ ወይ ድማ ጓል ኢኽ ንበል ንበል ንኣብነት ወዲ ክጥዕመና ማለት እዩ። ሓደ ወዲ ንሓንቲ ጓል ክምርዓዋ እንድሕር ኮይኑ እንታይ ዝገብር? መቸም መልክዓ ጥራይ ሪኡ ኣይገልጻን እዩ ኣይምርዓዋን እዩ መልክዓ ጠባያ ኣካይዳኣ ትምህርታ ድዩ ሃይማኖታ ድዩ ዘለዎ ኣረኣዳዳ ኣብ ሂወት ድዩ ኮታ ብዙሕ መዕቀንታት ኣለዎ ማለት እዩ ነዚ መዕቀንታት ፈሊጡ ብኩሉ እንታይ ገብራ ክምርዓዋን ደይ ክምርዓዋን ወይ ድማ ምሕዝነት ክምስርት ምስኣን ዘይክምስርትን ትውስን ማለት እዩ ኣብ ክሬዲት ስኮር ከ እንታይ እዩ ንሕልኩም ክሬዲት ስኮር ኳ ልክዕ ደሴም ከምቲ ንጓል ብምሉእ መልክዕካ ትሪኣ ብኩሉ ነገራታ ሸነኻታ ትግንጽለላ ንሶም ከ ብኩሉ ኣከፋፍላ ገንዘብካ ኣብ ሰዓትካ ትኸፍል ዲኻ ተለቂሕካ ትመልስ ዲኻ ክንደይ ልቓሕ ኣለካ ዝተለቃሕካዮ ገንዘብ ክንደይ ትጥቀመሉ ካብኡ ቅድሚ ሕጂ ዝኾነ ባንክራፕት ሓቲትካ ነርካ ዲኻ ቅድሚ ሕጂ ምኽፋል ኣቢኻ ናብ ኤጀንሲ ኮሌክሽን ከይዱ ነይሩ ድዩ ዝብል እዚ ብምልኡ ዘጠቓለለ ክሬዲት ስኮር ተባሂሉ ይጽዋዕ ክሬዲት ካርድ ግን ልክዕ ነታ ጓል ብመልክዓ ጥራይ ክትሪኣ ከለኻ መልክዕ ጥራይ ሓንቲ እያ ምሽ ሓንቲ መዓቀኒት እያ ንሓንቲ ንሓዳር ክትምርዓዋ ትደሊ ጓልሲ ብብዙሕ መዳይ ትልክዓ ኢልና ኣለና ብመልክዓ ጥራይ ንሕር ክትልክዓ ከልካ ከ እዚኣ ክሬዲት ካርድ እያ ማለት እዩ ክሬዲት ካርድ ሓንቲ ፅባቐ ወይ ድማ ሓንቲ ከተፀብቐናን ከተኽፍኣልናን እትኽእል ኣስፔክት ወይ ድማ ነገር እያ ኣብ ክሬዲት ስኮር ማለት እዩ ክሬዲት ስኮር ግን ኢንታየር ናትና ሂስትሪ ማለት እዩ ስለዚ እዚአን ክልተ እዚአን ፈላልዮም ብዙሕ ግዜ ሰብ ምፍላይ ኣብዩ ክሬዲት ካርድ ናተይሲ ከምዚ ኮይኑ ተባላሽዩ ክሬዲት ስኮር የባለሾ ድዩ ኖኖ ስቱ ዲፍረንት ክልተ ነገራት እዮም ክንሪኦም ኢና ዳሕራይ ንክሬዲት ስኮር ናትካ ዘዕብይዎ ነገራት እንታይ እንታይ እዮም ወይ ክንደይ እንታይ እንተገበርካ ዝብል ክንርኢ ኢና ማለት እዩ ስለዚ ኣይ ሆፕ ክረዲት ስኮር ናትና ተረዲእና ክኸውን ይኽእል ተስፋ ይገብር ማለት እዩ ድሕሪ ከመይ ይሰርሕ እንድሕር ኢልና ኣብ ካናዳን ኣሜሪካን ክልተ ካምፓኒ ኣለዉ ኢኩፋክስ ን ትራንስ ዩኒየን ዝበሃሉ እዚኦም ብምሉኦም ዳታ ንኣብነት ናይ ቴሌፎን ትጥቀመሉ ናይ ገዛ ክራይ ድዩ ናይ ሳሎን ዝገዛእካሉ ብልቃሕ ድዩ ናይ ወርሓዊ ትኸፍለሉ ናይ ክሬዲት ካርድ ድዩ ናይዚኦም ብምሉኦም ወርሓዊ ሪፖርት ይግበር ናበይ ሪፖርት ይግበር ናብ ትራንስዩኒየን ወይ ድማ ናብ ኢኩፋክስ ማለት እዩ እዚኦም ክልተ ካምፓኒ ኮይኖም ንዓይን ንዓኹም ኮድ ኣለዎ ኣልጎሪቶም ኣለዎ ንብሙሉ ራን ገይሮም ኦኬ ማእከለ ሸውዓተ ሚእቲ ነጥቢ ኣለዎ ወርሓዊ በት ሪፖርት ዘዝመፀ ዘዝመፀ እንድሕር ዝኾነ ዝረስዓኽዎ ዘይከፍል ከሎ ኮይኑ ይጎድል እንድሕር ፅቡቕ ከፍል ኣሎ ኮይኑ እንዳወሰኸ ይኸይድ ናተይ ክሬዲት ስኮር ማለት እዩ ስለዚ በዚኦም ክልተ ካምፓኒ ኮይኖም ገይሮም መንግስቲ ካናዳን መንግስቲ ኣሜሪካን ንዓይን ንዓኹምን ኣብ ገንዘብ ዘለና ጠባያት ወይ ኣብ ገንዘብ ዘለና ኣካይዳ ይዕቅንዎ ማለት እዩ ኢኩፋክስ ኤንድ ትራንስ ዩኒየን ማለት እዚኦም ክልተ ካምፓኒ ገሩ ማለት እዩ ስለዚ ንክሬዲት ናትና ከነዕብዮ ድዩና ወይ እንታይ እቲ ንዑ ኣፌክት ዝገብሮ ወይ ድማ ኢምፓክት ዝህልዎ ነገርስ እንታይ እዩ እንታይ እንተገርና እዩ ዝባላሾ እንታይ እንተገርና እዩ ከዛዓቢ ዝብል ክንርኢና ማለት እዩ ቀዳማይ 35 ሚእታዊት ክዓብን ክጎድልን ዝገብሮ ፔመንት ሂስትሪ እዩ። እዚ ኸኣ ኣብ ሰዓትካ ትኸፍል ዲኻ ነገራት፣ ዕዳ እንተሃለካ ኸይኑ፣ ዝተለቃሕኻዮ ክረዲት ካርድ ኣብ ሰዓትካ ትኸፍል ዲኻ፣ ናይ ተሌፎን ወርሓዊ ትኸፍሎ ከለኻ ኣብ ሰዓትካ ትኸፍል ዲኻ፣ ናይ ዋይፋይ ኣብ ሰዓትካ ትኸፍል ዲኻ፣ ናይ ኤለትሪክሲቲ ኣብ ሰዓትካ ትኸፍል ዲኻ፣ ናይ ሳሎን ድዩ ዝገዛእኻዮ ኣብ ሰዓትካ ትኸፍል ዲኻ፣ ማኪና ዝተለቃሕኻያ እንድሕር ኣለካ ኣብ ሰዓትካ ትኸፍል ዲኻ። እዚ ብምሉኡ ኢንታየር ፔመንት ሂስተሪ ብምሉኡ ኖት ሓንቲ ክረዲት ካርድ ሕጂ ርእይዋ ክረዲት ካርድ ሓንቲ ኣብ ውሽጠን ዘላ እያ ከተባልሸወልናን ክትጠቕመናን ትኽእል እያ። ግን ክረዲት ካርድ ጥራይ ብምኽፋልና ወይ ድማ ብዘይምኽፋልና ብምሉእ ክረዲት ስኮርናትና ይባላሾ ማለት ግን ኣይኮነን ማለት እዩ። ብቀዳማይ እቲ ዝዓበየ ሰላሳን ሓሙሽተን ሚእታዊት ኢንፓክት ዘለዎ ወይ ድማ ጽልዋ ዘለዎ ኣብ ክረዲት ስኮርናትና እንታይ እዩ? ፔይመንት ሂስተሪ ወይ ድማ ኣብ ኣካፋፍላ ዘለካ ኣብ ግዜ ኣካፋፍላ ከመይ ኢኻ ትኸፍል ማለት እዩ። ኣብ ሰዓትካ ትኸፍል ዲኻ ኣብ ሰዓትካ ኣይትከፍልን ኢኻ ስለዚ ኣብ ሰዓቱ ዘይከፍል ሰብ ክሬዲት ስከሩ ናቱ እናተሃሰየ ክመፅእ ግድነት እዩ ማለት እዩ ኣፌክት ክኸውን ግድነት ክኸውን ማለት እዩ ካልኣይ ኣማውንት ኦውንድ ማለት እዩ እዚ ኣማውንት ኦውንድ ከዓ ሰላሳ ሚእታዊት እዩ ዘብለና ማለት ወይ ድማ ዝሃስየና ማለት እዩ እዚ ሕጂ ሳምታይምስ ክሬዲት ዩቲላይዜሽን ይበሃል ወይ ድማ ኣማውንት ኦውንድ ተባሂሉ ፅዋ ማለት እንታይ እዩ ዝገብር እዚ ንሕልኩም እዩ ንበል ንምሳሌ እንድሕር ኣለቂሕኻኒ ንዓይ let's say ሳሚኤል ንውሰድ ሳሚኤል ንዓር- ንዓይ እንድሕር ሽሕ ዶላር ኣለቂሕኒ እንድሕር እዚኣ ሽሕ ዶላር ብምልኣ እንድሕር ተጠቂመላ ሳሚኤል ክፈርሕ ይኽእል እዩ ከ- next month ኣልቅሓኒ እንተኢለዮ ኦ ማእከለ ዝሓለፈ ወርሒ ሽሕ ሂበካ ዳርጋ ኩላ ተጠቂምካላ ኢኻ ክብል እዩ ማለት እዩ what if ሳ- ሳሚኤል ኣለቂሕኒ ሰለስተ ሚእቲ ጥራይ ተጠቂመ ሸውዓተ ሚእቲ ኣብኡ ነይሩ next month መጺኣ ሳሚኤል ሸ- ሽሕ ዶላር ኣለቂሕኻኒ ዳርጋ ሰለስተ ሚእቲ ዶላር ጥራይ ተጠቂመሉ still ሸውዓተ ሚእቲ ዶላር ኣሎ ኣለቅሓኒ እንድሕር ኢለዮ ኦ ደሓን እዩ ማእከል ኣየጥፍእን እዩ ብዙሕ ኢሉ ከለቅሓኒ ይኽእል እዩ ስለዚ ኣማውንት ኦውንድ ከዓ ካብቲ ዘለካ መጠን ገንዘብ ወይ ድማ መጠን ልቓሕ ልዕሊ 30 ሚእታዊት እንተተጠቂምካ ክሬዲት ስኮር ናትካ ክባላሾ ይኽእል ካብኡ ንታሕቲ እንድሕር ተጠቂምካ ክሬዲት ስኮር ናትካ ከዓ እንታይ ክኸውን ይኽእል ክፅብቕ ይኽእል ማለት እዩ ስለዚ ኩሉ ግዜ ካብቲ ዘለና ክሬዲት ወይ ድማ ካብቲ ተለቂሕናሉ ዘለና 30 ሚእታዊት ንታሕቲ እንድሕር ተጠቂምና ክሬዲት ስኮር ናትና ሰላሳ ሚእታዊት ቻንስ ኣለዎ ክዓቢ ማለት እዩ ዓንቶ እንታይ ኢልና ኣብ ሰዓትካ ንድሕር ከፊልካ ሰላሳን ሓሙሽተን ሚእታዊት እ፣ ካብቲ ዘለካ ዕዳ ሰላሳ ሚእታዊት ንታሕት ንድሕር ተጠቂምካ ሰላሳ ሚእታዊት ስለዚ እዚ ክልቲኡ ጥራይ ስሳን ሓሙሽተን ሚእታዊት ክሬዲት ስኮር ናትና ክዓብን ክጎድልን እንታይ ኣለዎ ተኽእሎ ይገብሮ ኢምፓክት ይገብሮ ወይ ድማ ፅልዋ ሕድረሉ ማለት ስለዚ ብሕፅር ዝበለ እንታይ እዩ ንኣብነት 10 ሽሕ ዶላር ንድሕር ኣለካ ኮይኑ ክሬዲት ካርድ ናይ እ፣ ዘለቃሕኻዮ ናይ 4 ሓሙሽተ ክሬዲት ካርድ ካብ ሰለስተ ሽሕ ዶላር ንላዕሊ ኣይትጠቀም። ካብኡ ንታሕቲ እንድሕር ተጠቂምካ እቲ ናትካ ክረዲት ኦውንድ ወይ ኣማውንት ኦውንድ ለስ ሰለ ዘሎ ወይ ድማ ካብ ሰላሳ ፐርሰንት ንታሕቲ እንድሕር ሰለ ዘሎ ናትካ ክረዲት ስኮር ብሰላሳ ሚእታዊት ክዓቢ ተኽእሎ ኣለዎ ማለት እዩ። እዚኣ ካልኣይቲ እያ። ሳልሰይቲ ሊንግዝ ኦፍ ክረዲት ሂስትሪ ማለት እዚ ካኣ እንታይ እዩ መጠን ጊዘ Credit hist- credit uh, history ዘለካ ማለት እዩ ንኣብነት ሎሚ ዓንቲ ብ ካናዳ ንድሕር መፂኻ ክንካ ንድሕር ሽዱሽተ ወርሒ ጥራይ ጌርካ ክሬዲት ስኮር ናትካ ዓቢ ክኸውን ዘሎ ተኽእሎ ኣዝዩ ፀቢብ ምክንያቱ ሓድሽ ስለ ዝኾንካ ማለት እዩ ሓደ ሰብ ሽዱሽተ ዓመት ዝፀንሐ ሰብ ግን ሃየስ ኢንተረስት እዚ ክሬዲት ስኮር ኣለዎ ማለት እዩ ዓሰርተ ዓመት ፀንሐ እሞ ከዓ ንድሕር ኣብ ሰዓቱ ክኸፍል ፀኒሑ ገለ ከዓ እዚ ከዓ ዝበዝሕ ኣለዎ ማለት ስለዚ እቲ እዚኣ ዋላ ሓንቲ ክትቅይራ ኣይትኽእልን ኢኻ ብዝተኻእለካ እንታይ ኣቐዲንካ ጥራይ ነቲ ዘለካ ነገራት ኦውንድ ጌርካ ወርሓዊ ክኽፈል ዝኽእል ኣብ ሰዓትካ ክትከፍል ምኽኣል ጥራይ ማለት እዚኣ ኸ ሊንግስ ከ ክንደይ እዩ ወይ ድማ ንውሓት ናይ ክረዲት ሂስትሪ ምህላውካ ክንዲ ምንታይ እዩ ጽልዋ ዘሕድር ንሕድ ኩነ ዓሰርተ ሓሙሽተ ሚእታዊት ክዓብን ከጎድልን የኽእሎ ማለት እዩ ሳልሰይ ራብዓይቲ ኒው ክሬዲት ካርድ ኩሉ ግዜ ሓድሽ ክሬዲት ካርድ ኣብ ተውጽኣሉ ዓሰርተ ሚእታዊት ይጎድል ሓድሽ ክሬዲት ካርድ ኣብ ትዓጽወሉ ከኣ ከምኡ ከኣ እንታይ ይገብር ዓሰርተ ሚእታዊት እውን ዲክላይን ይገብር ማለት ስለዚ ኩሉ ግዜ ሓድሽ ክሬዲት ካርድ ምውጻእ ወርሓዊ ጽቡቕ ኣይኮነን ማለት እዩ ገለገለ ሰባት ይርኢ ሓደ ሓደ ግዜ ናይ ዋልማርት ናይ ካስኮ ናይ ባንክ ኣርቢሲ ናይ ቲዲ ካፒታል ዋን ሸውዓተ ሸሞንተ ክሬዲት ካርድ ይህልዎም ማለት እዩ ነቲ ዓጽዋ ነቲ ከፍትዋ ነቲ ዓጽዋ ነቲ ከፍትዋ እዚ ጽቡቕ ኣይኮነን ምክንያቱ እቲ ዘለቅሓካ ዘሎ ኣካል እንታይ እዩ እዚ ክሬዲት እዩ ይኸፍት ይዓፁ እዩ ይኸፍት ይዓፁ ስለዚ እዚ ጥዑይ ኣይኮነን ስለምንታይ ኣብ ሓደ ዘይቆመ እዩ ክብለካ እዩ ማለት እዩ ስለዚ ኣብ ሓደ ዘይቆሙ ሰብ ከዓ ኩሉ ግዜ መዳናገሪ ስለ ዝሕሰብ ወይ ድማ ገለ ሕቡእ ኣጀንዳ ኣለዎ ተባሂሉ ስለ ዝግለጽ በዚ መዳይ ከዓ ሓድሽ ክሬዲት ካርድ ኩሉ ግዜ ምውፃእ ዓሰርተ ሚእታዊት ከጉድለልካ ይኽእል እዩ ማለት እዩ ስለዚ እንተዘየውፂእኻ ከዓ ዘለዎኻ ጥራይ ንሕትም ኢልካ ከድካ ከዓ ዓሰርተ ሚእታዊት ክዓቢ ይኽእል እዩ ማለት እዩ ኣብ መወዳእታ ታይፕ ኦፍ ክረዲት ዩዝድ ማለት እዩ እዚ ከዓ ደሴም ክንዲ ምንታይ ዓሰርተ ሚእታዊት ዝዓብን ዝጎድልን እዚ ከዓ ክንዲ ምንታይ ትጥቀም ወይ ድማ ከመይ ትጥቀም ማለት እዩ ኣብ ሰዓትካ ምስ ከፈልካዮ ድዩ ኣብ ሰዓትካ እንድሕር ዘይከፊልካዮ ኣትሊስት ሚኒማም ፔይመንት ክትከፍል ክትክእል ኣለካ ማለት እዩ ወይ ድማ ናይ ምንታይን ምንታይን ዕዳይ ዘለካ እዚ ከዓ ብምሉኡ ብዛዕባ እቲ ዘለካ ዓይነት ክረዲት ካርድ ወይ ድማ ክረዲት ዩዝድ ዝጠቅስ ወይ ድማ ዘብል ማለት እዩ ስለዚ እንድሕር ርኢናያ ፔመንት ሂስትሪ ኣማውንት ኦውንድ ሊንግዝ ኦፍ ክረዲት ሂስትሪ ከምኡ ከዓ ሓደሽቲ ክሬዲት ምውፃእ ከምኡ እውን ታይፕ ኦፍ ክሬዲት ካርድ እዚኦም ብምሉኦም ተደሚሮም ሚእቲ ፐርሰንት ይመልኡ ማለት እዩ ሚእቲ ፐርሰንት ምስ መለኡ ክሬዲት ስኮር ናትና ክዓብን ክጎድልን በዚኦም ኩሎም እዚኦም እዩ ዝዕቀን ወይ ድማ ዝዕየር ማለት እዩ እቲ ሓደ ሓደ ሰባት ብክሬዲት ካርድ ጥራይ ብምህላው ክሬዲት ስኮር ናቶም ዝዓቢ ይመስሎም እዩ ኖ ኖ ኖ ከምኡ የለን ክዓቢ ይኽእል እዩ ግን ሰርተን ኣማውንት እዩ ዝዓቢ ናይ ኤለትሪክ ናይ ዋይፋይ ናይ ገለመለ ዋት ኤቨር ዘለካ ዕዳታት ኣብ ሰዓትካ እንድሕር ከፊልካ the best እቲ ዝተለቃሕኻዮ ዕዳ ካብኡ ሰላሳ ሚእታዊት እንድሕር ተለቂሕኻ ተጠቂምካ the best ጽቡቕ ክኾነልካ ክዓብየልካ እዩ ማለት እዩ እዚኦም እንድሕር ዘይጌርና ሓደ ሓደ ግዜ የስ ማእከለ ኩሉ ሰብ ኣይኮነን ክሬዲት ዘለዎ ልቓሕ ኣብ ሰዓት ዝኸፍል ብፍላይ ኣብ ካናዳ ዝነብር ሰብ ካናዳ ኢዝ ዋን ኦፍ ደ ወርስ ኣብ ዕዳ ማለት ኣብ ዕዳ ክመጽእ ከሎ ኣዝዩ ኣዝዩ ዝሓመቐት ሃገር እያ ማለት እዩ እንትምንታይ ብዓይኒ ቆጠባ ክንሪኦ ከለና ማለት እዩ ያስ ካናዳ ብዙሕ ቁጠባ ኣለዋ ኣዝዩ ፅቡቅ ዝኮነ ሪሶርስታት ኣለዋ እንተኾነ ግን ስቲል ብዓይኒ ዕዳ ክንሪኣ ከለና 185 ፐርሰንት ዕዳ ዘለዋ ማለት ስለዚ ብኣቨረጅ ሓደ ሰብ ንሕር ሽሕ ዶላር የእትዩ ሽሕን ሸሞንተሚእትን ሓምሳን ዶላር ከዓ እዩ ዘጥፍእ ኣብ ካናዳ ማለት እዩ ካልእ ስለዚ ዳርጋ ዕፅፊ ናይቲ ዘእትዎ እዩ ዘጥፍእ ዘሎ ማለት ብሃገር ምሉእ ክንሪኦ ከለና ካናዳ ካብቲ ተእትዎስ እትጠጥፍኦ ዝበዝሕ ማለት እዩ ዳትስ ዋይ ኣብ ዕዳ ዳርጋ ምስኤን ካብ ጂ ሰቨን ዝበሃላ ሃገራት ቀዳማይ ተሰሪዓ ትጽው ትጥቀስ ማለት ወይ ድማ ኣብ ቀዳማይ ደረጃ ዘላ ማለት እዩ ስለዚ ንሕና ከዓ መታን ዕዳና ኣብ ሰዓትና እንድሕር ክንከፍል ዘይክኢልና ጸገም የብሉን ጥራይ ሚኒማም ፔይመንት ግን ንኽፈል ካብ ዘይምኽፋል ደንጊኻ ምኽፋል ካብ ደንጊኻ ምኽፋል ከዓ ሚኒማም ፔይመንት ወይ ድማ ዝወሓደ ኣብ ሰዓትካ ምኽፋል ከዓ ይሓይሽ ማለት እዩ ካብ ኣብ ሰዓትካ ምኽፋል ንእሽተይካ እንታይ ይሓይሽ ሙሉእ ኣማውንት ምኽፋል ከኣ the best ማለት እዩ ስለዚ እቲ ዝበለጸ ዘዝተለቃሕኻዮ ኣብ ሰዓትካ ሙሉእ ሙሉእ ክትከፍል እዩ ማለት እዩ እቲ ካልኣይ ዝበለጸ እንድሕር ዘይክኢልካ ድማ ሙሉእ ክትከፍሎ እንተዘይክኢልካ እንታይ ትገብር ሚኒማም ፔይመንት ትኸፍልዋ ማለት እዩ ሚኒማም ፔይመንት ክትከፍልዋ እንተዘይክኢልኩም ኣይትለቅሑ ኦብስሊ ምክንያቱ ክሃስየኩም ስለ ዝኾነ ማለት እዩ ስለዚ እዚኦም እቶም ክንገብሮም ዘለና ወይ ድማ ነዚኦም ንሕር ብግቡእ ተጠቂምናሎም ብዝተኻልና እቲ ናትና ክሬዲት ስኮር ወይ ድማ ክሬዲት ሂስትሪ ክዓብዩ ማለት እዩ በቲ መጠን ዝዓበየሉ ከዓ ፅባሕ ንጎ ገዛ ክንልቃሕ ከለና ኣውቶማቲካሊ ኣፕሩቭ ክገብሩና ይኽእሉ ማኪና ክንልቃሕ ከለና ብሕሱር ኢንተረስት ኣፕሩቭ ክገብሩና ይኽእሉ ካሊእ ዝኾነ ነገራት ናይ ቢዝነስ ሎን ድዩ ወይ ዝኾነ ነገራት ክንሓትት ከለና ብዙሕ ግዜ ኢቨን ሳምታይምስ ኣነ ኣዛ ፋይናንሻል ኣድቫይዘር ገለ ኢንሹራንስ ካምፕኒ እንድሕር ኣነ ምስአን ናተን ኮንትራት ንኣብነት ኣለዋ ካምፓንታት ብዘይገደሰ ስመተን ምስአን ክኣቱ ከለኹ ወይ ድማ ናተን ፕሮዳክት ሴል ክገብር ወይ ድማ ናተን ፕሮዳክት ፕሮቫይድ ክባኒ ወይ ድማ ዓበይቲ ካምፓንታት በቃ ኣዝየን ወል ነውን ኣብ ካናዳ ናተን ፕሮዳክት ንክሸይጥ ወይ ድማ ዓማዊል ንክሕግዘሉ ክህቡኒ እንድሕር ኮይኖም ሳምታይምስ ክሬዲት ስኮር ናትካ ይሓቱኻ ማለት እዩ ስለዚ ክረዲት ስኮር ኣብ ስራሕ ከይተረፈ እዩ ኣፌክት ዝገብረካ ማለት እዩ ኣይኮነን ዶ ኣብ ዕዳ ክትልቃሕ ሳምታይምስ እንታይ ይብሉ ክል ኣነ ይልቃሕ ኣነ ገንዘብ እንታይ ይገብረለይ ክረዲት ስኮር ዝብሉ ሰባት ኣለዉ ግን እዚ ሓደገኛ እዩ ፅባሕ ንጎ ኣብ ሃየ ስራሕ እውን ክትኣቱ ከለካ ዋትስ ዩር ክረዲት ስኮር እዮም ዝብሉካ ማለት እዩ ክረዲት ስኮር ከዓ ብመልክዕካ ብሕብርካ ብገለምለካ ብክንደይ መፂእካ ክንደይ ገንዘብ ኣለካ ኣይገድሶም እዩ ዘገድሶም ወርሓዊ ጠባይካ ኣብ ገንዘብ ከመይ እዩ ስለዚ እንተሓመቐ እንተሓመቐ ሓንቲ ግዜ ኣብ ወርሒ ቸክ ክንገብሮ ኣለና ማለት እዩ ቸክ ክንገብሮ ንሕር ከይና ከ ብኸመይ ኢና ቸክ ክንገብሮ ንሕልኩምኒ ሊንክ ክገድፈልኩም ኣብ ዲስክሪፕሽን በሮ ዌል ዝበሃሉ ካምፓኒ ኣለዉ ወይ ድማ ሶፍትዌር ኣሎ ኣትኹም ኣብኡ ቸክ ክትገብሮ ትኽእሉ ኢኹም ማለት እዩ ሶ ኣብኡ ሶሻል ኢንሹራንስ ናምበር ክሓተኩም ይኽእል እዩ there is no problem በሮወል ንሕር ኮይኑ ኢዝ ሴፍ እዩ ማለት እዩ ብኡ ኣትኹም ቸክ ክትገብሮ ትኽእሉ ኢኹም ማለት ኣነ ዝጥቀመሉ ዝሓለፈ ብዙሕ ግዜ ክጥቀመሉ ፀናሕኹ ወይ ድማ ክሬዲት ስኮር ናተይ ትራክ ዝገብረሉ ዝነበርኩ እንታይ በሮወል እዩ ማለት እዩ ካልኣይ ከኣ ክረዲት ካርማ ክጽሕፈልኩም እየ ክልቲኦም ብዘየገድስ ክልቲኦም ፍሪዮም ትኸፍልሎም ነገር የብልኩምን ክልቲኦም ኣቲኹም ቸክ ክትገብርዎ ትኽእሉ ኢኹም ክረዲት ስኮር ናትኩም ማለት እዩ ምናልባት ዕዳ እንድሕር ኣለኩም ኮይኑ ብዙሕ ዕዳ እሞ ከዓ ክፍሎ እንድሕር ዘይክኢልኩም ፕሊስ ኣብ ካናዳን ኣሜሪካ እንድሕር ኣለኹም ብፍላይ ኣይ ሃቭ ደር ኢዝ ወይ መገድታት ኣለዎ ካብቲ ዕዳ ከተግድልዎ ትኽእሉ ወይ ድማ ክትወፅሉ ትኽእሉ ስለዚ ፕሊስ ፕሊስ ኮንታክት ግበሩኒ ክሕግዘኩም እየ ዕዳ ከመይ ገርካ ቀልጢፍካ ትወፅእ ካብቲ ዕዳ ካብ ዕዳ ወፂእኻ ከመይ ገርካ ሴቭ ገርካ ኢንቨስትመንት እናገበርካ ዝሓሸ ፋይናንሻሊ ፍሪደም ወይ ድማ ፋይናንሻሊ ፍሪ ክትከውን ትኽእል ዝብል ስትራተጂ ከርእየኩም ይኽእል እየ ማለት እዩ ኮንታክት ግበሩኒ ማለት እዩ ስለዚ በሮወል ወይ ድማ ክሬዲት ካርድ ማእቲኹም ቸክ ክትገብርዎ ትኽእሉ ኢኹም ማለት እዩ። ቸክ ጌርኩም ኣበይ ቦታ ከም ዘለኹም ረእይዎ፣ ካብኡ ድሕሪኡ ከመይ ጌርኩም ትዕብይዎ፣ እንድሕር ባዕልኹም ክትገብሩ ኼንኩም ጽቡቕ፣ እንድሕር ዘይከይኑ ኮንታክት ግበሩኒ፣ ክሕግዘኩም ዝኽእል ነገር ክሕግዘኩም እየ ማለት እዩ። ኦኬ ካልኦት ኣብ ስቶክ ማርኬት ክተዋፍሩ ትደልዩ ሰባት ካብ ኤ ክሳብ ዜድ ብዛዕባ ናይ ስቶክ ማርኬት ሊንክ ክገድፈልኩም እየ ኣብ ዲስክሪፕሽን እውን ኣቲኹም ኣብቲ ዌብሳይት ብዛዕባ ስቶክ ማርኬት ዘለኩም ርድኢት ብሙሉኡ ክትመሃሩ ትኽእሉ ኢኹም ማለት እዩ። እንታይ ስቶክ ማርኬት፣ ከመይ ይሰርሕ፣ ከመይ ገረ ዘውፍር፣ ኣብ ዘለኹዎ ዓዲ ኣካውንት ከመይ ገረ ይኸፍት ዝብል ብሙሉኡ ዘለኩም ሕቶታት ሓደ ብሓደ ክምልሰልኩም ዝኽእል ሙሉእ ኮርስ ሰለዘሎ ኣቲኹም ክትመሃሩ ይላበወኩም። ከምኡ እውን ኣብ ካናዳን ኣሜሪካን ድሕሪ ኣለኹም ኮይንኩም ሰንበት ሰንበት ፍሪ ክላስ ናይ ፋይናንሻል ሰለዘለና ኣብኡ እውን ክትመሃሩ ምስ ትደልዩ ኣብቲኣ ሊንክ ናት ኣብዚኣ ሊንክ ታሕት ዝገድፈልኩም ወብሳይት ኣላባ ኣብታ ወብሳይት ኣቲኹም ወትሳፕ ናምበር ቴሌፎን ናተይ ኣብኣላ ብወትሳፕ ኣብ ናይ ሳንደይ ክላስ ክመሃር ደልየ ወይ ኣብ ስቶክ ማርኬት ክመሃር ደልየ ኢልኩም ኣብኣ ንድሕር ጽሕፍኩምለይ በብቲ ናትኩም ድሌት ኣሳይን ክገብረኩም እየ ማለት እዩ ኦኬ ስለዚ ክሬዲት ስኮር ኢዝ ቨሪ ኢምፖርታንት ሌትስ ወርክ ኦን ኢት ካብ ሕጂ ንጀምሮ ኣበይ ከም ዘለና ንፍለጥ ከመይ ገርና ነማሓይሾ እውን ፈሊጥኩም ኣለኹም ስለዚ ብዛዕባ ክሬዲት ስኮር ኣይ ሆፕ ገለ ሂንት ክህልወኩም እንድሕር ዘይተረዲኡኩም ዝብሎ ዘለኹ ኣብ ናይ ሰንበት ክላስና ምጹ ናይ ክልተ ሰዓት ዘይኮነሲ ናይ ኣርባዕተ ሰዓት ሙሉእ ክላስ ፍሪ ሓደ ብሓደ ንመሃረሉ ስለ ዘሎ ኣብ ኣቲኹም እውን ክትመሃሩ ትኽእሉ ኢኹም ማለት እዩ ስለዚ ምሳኹም ጸናሕኹ ሓውኹም ማእከል እየ ስለቲ ኩሉ ግዜ ትገብሩለይ ደገፍን ምትባዕን የመስግን እቶም ሳብስክራይብ ዘይገበርኩም ሳብስክራይብ በሉ ናብ ካልኦት ሰባት ክበጽሕ ከኣ ሸር ግበርዎ ሰላም